ሎሚ እዚ ሸፍቲ ሓድሽ ነገር ኣዳልዩ ኣሎ። ሓደ ሰብ ሓድሽ ነገር ኣዚዙ። ሓድሽ? እወ፣ እንታይ ክብሎም እየ ሕጂ?
እንታይ ኢልካዮም ንስኻ ከ?
ክሓተልኩም እየ ኢለዮም። እንታይ ኢኹም በራዕራዕ ትብሉ ዘለኹም? ዓማዊል ሓድሽ ጠለብ ሓቲቶም እብል ኣሎ። እንታይ ክብሎም እየ ሕጂ?
እንታይ ኢልካዮም ንስኻ ከ?
ኣነ ክሓተልኩም እየ ኢለዮም።
እዚ ደኣ ቀሊል እንድዩ፣ ሓደ ቀደም ጉስጦ ዝመሃዞ መግቢ ፍሒርኩም ፈሓሒርኩም። እቲ ናይ ቀደም ሽጣራና ፈሊጦሞ እዮም። ሕጂ ናይ ሊንጎኒ መረቕ እዮም ደልዮም።
ሎምስ ከኣ ሕልፍ ሓሊፎም መግቢ ናይ ሊንጒኒ ብዙሓት ዓማዊል መረቑ ፈትዮሞ ኣለዉ ሸፍ ንሕና ከምኡ ጥራሕ ኢና ንብል ዘለና ኩምዶ ተባሂልና ኢና ወደይ ጽቡቕ እምበር እንተ ደኣ ናይ ሊንጒኒ ደልዮም እሞ ግን ሸፍ ሊንጒኒ ሓደ ኢድ ዝቖርጥም ፍሉይ መግቢ ቀሪብልኩም ኣሎ በሎም ብጣዕሚ ፍሉይ መግቢ ወጻኢ ካብ ሜንዩ ኦ ነታ ሊንግኒ ትብል ካብ መጠን ላዕሊ ትሰጥላ ኢኻ ከይትርስዕ ሕራይ ሕራይ ሸፍ ነቲ ልዑል ክእለትካ ዝበቅዕ ሓድሽ ፈተነ ትገብረሉ ጽቡቕ ዕድል ሕጂ እያ ሊንጉኒ ቀደም ዝተረስዐት ፍትውቲ መግቢ ሸፍ ስዊት ብሬድ ኣላጉስቶ ኮለል ባዕላ ክትሕግዘካ ሕራይ ሸፍ እሞ ሃየ ተቐላጠፍ ዓማዊልና ጠምዮም ስዊት ብሬድ ኣላጉስቶ ስዊት ብሬድ ቁሩብ ዕማኹ ተኽሊ ባሕሪ ብሬድ ምስ ካትልፊሽ ተንተለኪስ ዶግረዝ ፔሪ ጆዳግ ኤግ ንቑጽ ጻዕዳ ፋንጊ ኣንቺቮ ሎኮራይሲስ እንድዕሉ ወደይ ኣይፈልጦን እየ እዚሲ ግን ናይ ጉስቶ እዩ ላሎ ታሊኹ ዝሓደረ መዓንጣ ብረኻ ኣለና ድዩ እዎ መሊኡ ኮለቴና ሽኮር ቀሪበል ክለኹ ካልእ ከምታይ ኣኪብካለይ ሓድሽ ነገር ዲኻ ምሂዝካታ እዚ ዋፈተ ንምግባር ኣይኮነን ዓማዊ ይፅበዩ ዩ ዘሎ ኣነ ንዓኺ ክሰምዓኪ ነይርኒ ከምኡ ይትግበር ከምኡ እንታይ ገዝካ ምስፋዕ ግደፎ ዝኾነ ትገብሮ ኣቱም ሰባት ኣበየሎት ፍሉይ ቀሪብና ራሲዮነ ሊንጉኒ ተወዲኣ ዶ? እወ፣ ከምቲ ቀደም ንዝክራ ብድብድ፣ ሕጂ ሕጂ ንውሽጢ ሓሊፋ ኣላ። እሞ ጠዒምካያ ዶ? እወ፣ ሂናይ ደኣ ቅድሚ ቦቲ ቆልዓ ምቕያራ። ጽቡቕ፣ እንታይ?
ከመይ ጌሩ ንሱ ዝቕይራ? ቀይርዋ እወ፣ በዛ መዓጾ ቅድሚ ምሕላፍ ኣብለካ ኣለኹ። በጀማ ድሮ ካልኦት ዓማዊል ከምኡ ዓይነት መግቢ ይጠልቡ ኣለዉ። ሊንጉኒ ካልኦት ሸውዓተ ዓይነት ጠለባት ኣለዋና። ወዳይ ወይ ጽቡቕ እምበር